መንጎ ምንግስታት ኤርትራን ቱርክን ብዝተበጽሐ ስምምዕ መሰረት መንገዲ ኣየር ቱርኪ ብ ዕስራ ነሓሰ ካብን ናብን ኤርትራ ናይ ሰለስተ መዓልቲ ኣብ ሰሙን በረራ ጀሚሩ። ኣብቲ ዕለት'ቲ እታ ካብ ከተማ ኢስታንቡል ዝነቐለት ኤርባስ ሰለስተ ሚእትን ዕስራን ሓደን ዝዓይነታ ነፋሪት ስሳን ሸሞንተን ገያሾ ሒዛ በኹሪ በረራኣ ኣብ ዘካየደትሉ ሰበስልጣን ሲቪል ኣቪየሽን ኤርትራ፣ ወኪል መንገዲ ኣየር ቱርኪ፣ ኣባላት ኤምባሲ ቱርኪ ኣብ ኤርትራን ካልኦትን ኣብ ዝተረኽብሉ ኣብ ኣህጉራዊ መዕርፎ ነፈርቲ ኣስመራ ወግዓዊ ኣቀባብላ ተገይሩላ። ብምኽንያት ቦኽሪ በረራ መንገዲ ኣየር ቱርኪ ኣብ ኤርትራ ብ ዕስራ ነሓሰ ኣብ ሆቴል ኣስማራ ፓላስ ኣብ ዝተኻየደ ላዕለዎት ሓለፍቲ መንግስትን ግንባርን ከምኡ'ውን ዕዱማት ኣጋይሽ ዝተሳትፍዎ ጽምብል ዋና ዳይረክተር በዓል መዚ ሲቪል ኣቪየሽን ኤርትራ ኣቶ ጳውሎስ ካሕሳይ ኣብ ዘስምዖ መደረ ምጅማር በረራ መንገዲ ኣየር ቱርኪ ናብ ኤርትራ ብዘይካ'ቲ ኣብ ምድንፋዕ ክልተኣዊ ዝምድና ዝህልዎ ተራ ንግዳዊ ሽርክነት ንምሕያል'ውን ሓጋዚ ከምዝኾነ ኣብሪሆም። መንገዲ ኣየር ቱርኪ ብሕግን ሕጋጋትን መንግስቲ ኤርትራ ተማእዚዙ ካብ ምምልላስ ገያሾ ሓሊፉ ናይ ሰደድን እታውን ኣገልግሎት ጽዕነት ከም ዝህብ ዝጠቐሰ ኣቶ ጳውሎስ ነቲ ከጋጥም ዝጸንሐ ካብን ናብን ኤርትራ ናይ ምምልላስ ጸገማት ከም ዘቃልል ጽኑዕ እምነቱ ገሊጹ። ኣምባሳደር ቱርኪ ኣብ ኤርትራ ሚስተር ፈራት ሱነል ብወገኑ መንግስቲ ቱርኪ ኣብ ቀረባ እዋን ኤምባሲ ኣብ ኤርትራ ድሕሪ ምኽፋቱ ኣብ እስት ኣቐዲሙ ኣብ ኣፍሪቃ ዝተኸፍተ ኣርብዓን ክልተን ነቑጥታት መንገዲ ኣየር ኣብ ኤርትራ ተወሳኺ ነቑጣ ምኽፋቱ ንዝምድናታት ክልቲኤን ሃገራት ዘደንፍዕ ኣብ ርእሲ ምዃኑ፣ ነቶም ኣብ ኤርትራ ወፍርታት ንምክያድ ክህንጠዩ ዝጸንሑ ቱርካውያን ሰብ ጸጋ ሰፊሕ ባብ ከም ዘርሓወሎም ሓቢሩ። ኣምባሰደር ፊራት ወሲኹ፣ ምጅማር በረራ መንገዲ ኣየር ቱርኪ ናብ ኤርትራ፣ ኣብ ሽርክነታዊ ስራሕን ምሕያል ሃገራውያን መንገድታት ኣየር ኤርትራን ከምኡ'ውን ምምዕባል ንግዳውን ቱሪዝማውን ንጥፈታት ዝህልዎ ኣስተዋጽኦ ብቐሊል ከም ዘይጥመት ኣነጺሩ። ወኪል መንገዲ ኣየር ቱርኪ ኣብ ኤርትራ ሚስተር ሓሰን ሓምዳን ብወገኑ፣ ኤርትራ ኣብ ቀርኒ ኣፍሪቃ ብዘለዋ ኣገዳሲ ስትራተጂካዊ ቦታ ብቐዳምነት ከምዝጥምትዋ ብምጥቃስ፣ ንከተማታት ኣስመራን ኢስታንቡልን ብቐጥታ ብምርኻበን ዝተሰምዖ ሓጎስ ገሊጹ። መንገዲ ኣየር ቱርኪ ብልዕሊ ክልተ ሚእትን ሓምሳን ክልተን ነፈርቲ ኣብ ክልተ ሚእትን ስሳን መስመራት ብዝህቦ ኣገልግሎት ኣብ ዓመት ልዕሊ ሱሳ ሚልዮን ህዝቢ ከምዘመላልስ ይፍለጥ። ኣብ ዝተፈላለያ ሃገራት ዝርከባ ጨናፍር ሃማደኤ ደቂ ኣንስትዮ ርእሰን ክኢለን መነባብሮን ዝመርሓሉ ሞያታት ንክቐስማ ኣብ ዝተፈላለያ ከተማታት ማእከላት ስልጠና ሃኒፀን እየን። ብዓሰርተ ሸውዓተ ነሓሰ ተመሪቑ ዘሎ መሰልጠኒ ማእከል ከተማ ከረን ድማ መቐፀልታ ናቱ እዩ። ወኪል ኤሪና ኣብ ዞባ ዓንሰባ እሙና እምባየድ ንዘዳለወቶ ፀብፃብ ሓይሎም በረቐ ከቕርቦ እዩ።
ሃማደኤ ጨንፈር ዓዲ ጥልያን ኣብ ከተማ ከረን ዝሃነፆ መሰልጠኒ ማእከል ደቂ ኣንስትዮ ፕሬዝደንት ሃማደኤ ወይዘሮ ልኡል ገብረኣብ፣ ሚኒስትር ጥዕና ኣምና ኑር ሑሴን፣ ወይዘሮ ሳባ ሃይሉ፣ ኣባላት ሃማደኤ ዓዲ ጥልያንን ካልኦት ዕዱማትን ኣብ ዝተረኽብሉ ብ ዓሰርተ ሸውዓተ ነሓሰ ተመሪቑ። ኣብ ጨንፈር ሃማደኤ ዞባ ዓንሰባ ሓላፊት ውዳበን ጎስጓስን ወይዘሮ ኣምና ሓሰን ኣብ ዘስመዓቶ ቃል፣ እቲ ስራሕ ገዚፍ ባጀትን ሓያል ፃዕርን ከምዝሓተተ ጠቒሳ፣ እቲ ማእከል ኣብ ምሕያል ዓቕሚ ደቂ ኣንስትዮ ዝህልዎ ተራ ቀሊል ከምዘይኮነ ብምግላጽ፣ ናይ ጨንፈር ሃማደኤ ዓዲ ጥልያን ዩሃና ድሕሪ ምባል፣ ናይ ኩባንያ ህንጻ ደብ ዊን ስለቲ ዘርኣዮ ልዑል ጻዕሪ ኣመስጊና። ወኪል ሃማደኤ ጨንፈር ዓዲ ጥልያን ወይዘሮ ጴጥሮስ ገብረመስቀል ብጊደኣ፣ እቲ ህንጻ ተጀሚሩ ክሳብ ዝዛዘም ዝተኻየደ ጻዕሪ ብቐሊል ዝግመት ከምዘይነበረ ብምሕባር፣ እቲ ዕማም መቐጸልታ ናይቲ ሓርበኛታት ኣዴታት ነበርቲ ዓዲ ጥልያን ካብ እዋን ሓርነታዊ ቃልሲ ጀሚረን ዝነበረን ተሳትፎ ኣበርክቶን መኸተን ምዃኑ ኣረዲኣ። ኣማሓዳሪ ዞባ ዓንሰባ ኣቶ ዓሊ መሓሙድ ድማ፣ ደቂ ኣንስትዮ ኤርትራ ሕድሪ ሰማእታት ተሰኪመን ኣብ ህንጸት ሃገር እጃመን ንምብርካት ንዝገብርኦ ዘለዋ ሓያል ጻዕሪ ብምምጓስ፣ ብመስዋእተን ዘረጋገጽኦ መሰላተን ብውፉይ ስርሐን ተወፋይነተንን ናይ መኸተ ሓይለንን ከምዝድርዐኦ ዘለዎ ጽኑዕ እምነት ገሊጹ። ፕሬዚደንት ሃማደኤ ወይዘሮ ልኡል ገብረኣብ ብወገና፣ ኤርትራውያን ደቂ ኣንስትዮ ከምቲ ናጽነት ኣብ ምምጻእን ልኡላውነት ኣብ ምውሓስን ዘበርክትኦ ግደ፣ ኣብ ህንጸት ሃገር እውን ብልዑል ተሳትፎ ይነጥፋ ከምዘለዋ ብምብራህ፣ ኣብ ዝተፈላለየ ከባቢታት ሃገር ተሃኒጹ ዘሎ ማእከላት ስልጠና ደቂ ኣንስትዮ ዕላምኡ ደቂ ኣንስትዮ ሞያን ፍልጠትን ክቐስማሉ ምዃኑ ኣብሪሃ። ጸሓፊት ሃማደኤ ጨንፈር ዓዲ ጥልያን ወይዘሮ ንግስቲ ጸጋይን ኣካያዲት ሃማደኤ ኣብ ናፖሊ ወይዘሮ ኣስካሉ ጎይትኦምን ድማ፣ መሰልጠኒ ማእከል ደቂ ኣንስትዮ ዞባ ዓንሰባ ኣብ ደረጃ ምምራቕ ምብጽሑ ዝተሰመዐን ሓጎስ ብምግላጽ፣ ኣብ መጻእ'ውን ኣብ ጎኒ ህዝበንን መንግስተንን ኮይነን ካብእን ዝሕተት ከማልኣ ድልዋት ምህላወን ኣረጋጊጸን።
ሓደ ካብቲ ንፌስቲቫል ኤርትራ ውዕዉዕ ሃዋህው ኣልቢስዎ ዘሎ ኣቕርቦት ትካላት ወሃብቲ ኣገልግሎት እዩ። እዘን ትካላት እዚኣተን ባበን ኣርሒን ህዝቢ ፌስቲቫሉ ንኸስተማቕር ዝምስገን ኣገልግሎት ይህባ ከምዘለዋ'ዩ ዝግለጽ ዘሎ። ሄርሞን መኮነን ተወሳኺ ጸብጻብ ኣለዎ።
ንነጋድያን ፈስቲቫል ከገልግላ ኣብ ቀጽሪ ኤክስፖ ተደኲነን ዘለዋ ግዝያውያን ትካላት ወሃብቲ ኣገልግሎት፣ ባህላውን ዘመናውን መግብን መስተን ብምድላው ዝምስገን ኣገልግሎት ይህባ ከምዘለዋ ነጋድያን ገሊጾም። ትሕዝቶ ፈስቲቫል ንምዕዛብ ምስ ደቃ ዝመጸት ወይዘሮ ሰሚራ ገረዝግሄርንኤሪና ኣብ ዝሃበቶ ሓበሬታ፣ ንዓበይቲ ይኹን ንኣሽቱ ዝኸውን ዝደለኻዮ ዓይነት መግቢ ክርከብ ምኽኣሉ ንድምቀት ፈስቲቫል ዓቢ ተራ ከምዘለዎ ብምጥቃስ፣ ዓመት መጸ ዝዝረበሉ ጉዳይ ዋጋታት ግን ሕጂ'ውን ቆላሕታ የድልዮ ከምዘሎ ኣብሪሃ። ካብ ጅዳ ንግስነት ስዑዲ ዓረብ ዝመጸ ኣቶ ፈረጅ እድሪስን ካብ ዓሰብ ዝመጸ ኣቶ ሓምዱ ሓቢብን ድማ እተን ወሃብቲ ኣገልግሎት ትካላት ጽፈት ዘለዎ ቀረብ ብምድላው ንኹሉ ከዐንግላ ምኽኣለን ካብቲ ብእወታ ዝጥመት ምዃኑ ብምሕባር፣ ብፍላይ ካብ ዞባታት ዝመጽኣ ትካላት ኣብ ባህላዊ መግብታትን መስተን ኣተኲረን ዝገብርኦ ዘለዋ ንጥፈታት ከም ዝመሰጦም ኣረዲኦም። ኣብ ኩሉ ናይ ዞባታት ዜርካ ዝጎደሎ ካብ ናይ ባህሊ ከም ዘየለ ንርእዮ ዘለና እዩ። ብጣዕሚ ንሕና ዓመት ዓመት ዝሓሸን ዝማዕበለን ኮይኑ ጥራሕ ኢና ንርእዮ ዘሎና። ዘሕጉስን ዘሕብንን። ዝመጽእ ዘሎ ዓመት ከኣ ካብዚ ንላዕሊ እንደገና በሪኹ ክንጸርሐና ትምኒትና እዩ። ምህርቲ መዓር ሒዙ ካብ ካሪቦ ሰካባ ዓዲቐይሕ ዝመጸ መንእሰይ እብራሂም ሳልሕ ብወገኑ፣ ካብ ክልተ ሽሕን ሸሞንተን ጀሚሩ ኣብ ዝተፈላለዩ በዓላትን ኣጋጣሚታትን ዘመናውን ባህላውን መግቢ ከምዘቕርብ ጠቒሱ፣ ኣብ ፈስቲቫል ሎሚ ዓመት ካብ ከባቢታት ኣቑርደት፣ መቐርካ፣ ሩባ ሓዳስ፣ ዓዲ ቐይሕን እምባ ሰይራን ኣርባዕተ ዓይነት መዓር ብቖፍኡ ብምምፃእ ፅሩይ መዓር ይሸይጥ ከምዘሎ ኣነፂሩ። እቲ ኣብ ዝተፈላለየ በዓላትን ኣጋጣሚታትን ንህዝቢ ብርትዓዊ ዋጋ እቲ ቀረብ ማለት እዩ እቲ መዓር በርቢሪ ኣብ ጥቕኦም ዝብርበረሉ መንገዲ ዝፅመቐሉ መንገዲ ፈጢርካ ባህላውን ዘመናውን መዓር ኣብ ጥቓ ህዝቢ ብዓይኑ እንዳረኣየ ተዳልዩ ዘይኮነ ኣብ ቅድሚ ህዝቢ ዝዳሎ ምስ ቆፍኡ መሳርሒታትናን ካልእ ማለናን ነቕርቦ እዩ። ኣብ ቁሸት ዞባ ሰሜናዊ ቀይሕ ባሕሪ ዝተፈላለዩ ዓይነት መግብታት ስጋ ዓሳ ዘቕርብ ዘሎ ኣቶ ዑመር ዑስማንን ኣብ ቁሸት ዞባ ዓንሳ ቤት ቁርስ ዝኸፈተ ኣቶ ረድእ ተምንኦን ብወገኖም ንነጋድያን ብፅፈት ንምእንጋድ ብዝከኣሎም ይፅዕሩ ከምዘለዉ ሓቢሮም። ለሰመከ ግሩም ኣላ ወለም ትስሙ ወለተ ከምሰለ ለዘባይና ወዒ ሓያትና ግን ራይሕ ምን ተስሙ ሙስተዕዲን ሕነ ወሽቁልና ኣልሓምድላይ ግሩም ኣላ። ኮታስ ብሙሉኡ ኣብ ዞባ ዓንሰባ እንጥቀመሉ ኣብ ቤት ቁርስታት ኣብዚ ቀሪቡ ኣሎ። ህዝቢ እውን ብጣዕሚ ዓጊቢ እዩ ዘሎ በቲ ናትና ንህቦ ዘለና ኣገልግሎት ብጣዕሚ እዩ ዘመስግን ዘሎ ኣብ ቀፃሊ ድማ እቲ ዝጎደለና ነገራት መሊእና ብዝሓሸ ክነቕርብ ምዃንና በዚ ኣጋጣሚ ንህዝቢ ቃል ንኣቱ ማለት እዩ። ፈስቲቫል ኤርትራ ኣብ ሓደ ቅርኣት የእንጊዱ ዘዐንግል ኣጋጣሚ እዩ። ሄርሞን መኮነን ካብ ቀጽሪ ኤክስፖ።
ህዝቢ ዝኾርዓሉ ባህሉን መንነቱን ናብ ሓደስቲ ወለዶታት ከሰጋግር ዝኽእል ነቲ መግለጺ መንነቱ ዝኾነ ውርሻ ብዝግባእ ምስ ዝዕቅብ እዩ። ኣብ ቀጽሪ ኤክስፖ ንባህልን ኣነባብራን ዞባ ዓንሰባ ዝገልጽ ትሕዝቶ ሓቚፉ ቀሪቡ ዘሎ ቁሸት ሓደ ኣብነት እዩ። ሕጂ እውን ንጸብጻብ መሓር በላይ ብርሃነ ዓንደመስቀል።
ንኣነባብራ ባህልን ጸጋታትን ዞባ ዓንሰባ ዘንጸባርቕ ኣብ ሃገራዊ ፌስቲቫል ቀሪቡ ዘሎ ትሕዝቶ፣ ንሃብታም ባህላዊ ውርሻ ህዝቢ ኤሪትራን ዘይተመዝመዘ ተፈጥሮኣዊ ሃብቱን ዘንጸባርቕ ኮይኑ ከምዝረኸብዎ ነጋድያን ገሊጾም። ካብቲ ትሕዝቶ፣ ሕብረተሰብና ሃገራውን ባህላውን ክብርታቱ ዓቂቡ ይጓዓዝ ከምዘሎ ክግንዘቡ ከምዝኸኣሉ ዝሓበሩ እቶም ወሃብቲ ርእይቶ፣ ብሰፊሑ ቀሪቡ ዘሎ ኣብ ኣገባብ ባህላዊ መርዓ ዝዝውተር ጸወታታትን መሳርሒታትን ክሳብ ክንደይ ሓያል ናይ ምዕቃብ ባህሊ ከም ዘለና ዘረጋግጽ ምዃኑ ኣነጺሮም፣ ያታዊ ኣነባብራና መንነትናን ዋሕስ ህላዌናን ስለ ዝኾነ ኣብ ምዕቃቡን ምስትምቓሩን ብዝለዓለ ክንጽዕር ኣለና ዝበሉ ካብ ስዑዲ ዓረብ ዝመጹ ኣቶ ኢድሪስ ፈረጅን ኣቶ ተኽለማርያም ተስፋማርያምን ንባህልን ያታን ኩለን ብሄራት ኤርትራ ዘጠቓልል ምርኢት ኣብ ሓደ ቦታ ክቐርብ ምኽኣሉ ዓቢ ብልጫ ከምዝኾነ ብምጥቃስ፣ ወለዲ ንደቆም ናብዚ ደምበ ሓድነትን ስኒትን ዝኾነ ኤክስፖ ክሰድዎምን ክኸዱ ከተባብዕዎምን ተላብዮም። ኣባል ኣወሃሃዲ ሽማግለ በዓላት ዞባ ዓንሰባ ኣቶ ድራር ገብረኣብ ብወገኑ ከምዝበለ፣ ምሉእ ትሕዝቶ ኩሉ ዜጋ ኣብ ዝእከበሉ ቀጽሪ ምቕራብ፣ ንሕብረተሰብ ብሓፈሻ፣ ንህጻናትን ቆልዑን ድማ ብፍላይ ምስ ባህሎምን መንነቶምን ዘላልዩ ልዑል ኣገዳስነት ዘለዎ ምዃኑ ብምጥቃስ፣ ነዚ ንምድንፋዕ ሓያል ምድላዋት ከም ዘካየዱ ኣረዲኡ። ቁሸት ዞባ ዓንሰባ፣ ኣብ ሕርሻዊ ልምዓት ዝሰላሰል ዘሎ ጻዕርታትን ተመዝጊቡ ዘሎ ዓወትን ዝተሃንጸ ሓደስቲ ዲጋታትን ብእእን ዝለምዕ ዘሎ መሬትን ዘርኢ ስእላዊ ኤግዚቪሽን ከምኡ'ውን ንድፍዓት ሓልሓል ዘላሊ ቅዲ ሑጻ፣ ፍርያት ኣግሮ-ኢንዱስትሪ ዒላ በርዒት፣ ያታዊ ስፖርት፣ ኣፋዊ ያታን ባህላዊ መነባብሮ ህዝቢ እቲ ዞባን ሓቝፉ ይርከብ።
ኣብ ዞባ ዓንሰባ ካብ ትሽዓተ ሓምለ ጀሚሩ ንሓደ ወርሒ ብዝተኻየደ ወፍሪ ክረምታዊ ልምዓት ተምሃሮ፣ ሳላ ሓያል ተወፋይነት ተምሃሮን ዓሌቶምን ኣብ ምዕቃብ ማይን ሓመድን ዘተኮረ ኣድማዒ ስራሕ ከምእተዓመ ኣብ ጨንፈር ሚኒስትሪ ትምህርቲ ናይቲ ዞባ ሓላፊ ወፍሪ ልምዓት ተምሃሮ መምህር ክፍለ ሰለሙን ሓቢሩ። ንኤሪና ኣብ ዝሃቦ ሓበሬታ መምህር ክፍለ ኣብዚ ዓመት'ዚ ኣብቲ ዞባ ኣብ ትሽዓተ ንኡሳን ዞባታት ዝተዋፈሩ ተመሃሮ ብልዑል ተሳታፍነትን ስነ ምግባርን ዕማሞም ከም ዘሳለጡ ብፍላይ ድማ ተመሃሮ ስነ ኪነት ኣብ ምጽጋን ሰደቓታትን ጠረጴዛታትን ልዑል ኣበርክቶ ከም ዝገበሩ ኣነጺሩ። ክረምታዊ ወፍሪ ልምዓት ተመሃሮ ኣብ ምስራጽ ልምዲ ስራሕን ምኹስኳስ ሓድሕዳዊ ፍቕርን ምልውዋጥ ተመኩሮን ልዑል ኣበርክቶ ከም ዘለዎ ብምሕባር ድማ ተመሃሮ ከባቢኦም ንምልማዕ ብሕጉስ መንፈስ ምስታፎም ከም ዘሐበኖ ገሊጹ። ኣብ ዝሓለፈ ዓመታት ኣብ ዝተፈላለየ ከባቢታት ሃገርና ብህዝብን ተማሃሮን ዝተተኽሉ ኣግራብ ዓብዮም ምንጪ እቶት ኣብያተ ትምህርትን ሰናዱቕ ልምዓት ዓድታትን ክኾኑ በቒዖም ምህላዎም ይፍለጥ። ሓላፊ ክረምታዊ ልምዓት ተማሃሮ ኣብ ዞባ ዓንሰባ መምህር ክፍለ ሰለሙን ኣብ መወዳእታ ኣብ ናይ ሎሚ ዓመት ወፍሪ ልዕሊ ሓሙሽተ ሽሕ ተማሃሮ፣ ክልተ ሚእትን ሰማንያን ኣለይቲ መምህራን ከምኡ'ውን ሚእትን ሰላሳን ሓደን ክኢላታት ሕርሻን ዕስራን ሽዱሽተን ኣጋር ሓካይምን ከምእተሳተፉ ብምምልካት ህዝቢ ዝተተኽለ ኣግራብ ኣብ ምዕቃብን ምክንኻንን ኣበርክቶኡ ከዕዝዝ ተላብዩ። መንእሰያት ህግደፍ ተቐማጦ ጆሃንስበርግን ከባቢኣን ሪፓብሊክ ደቡብ ኣፍሪቃ ዝካየድ ዘሎ ወፍሪ ልምዓት ሃገር ንምዕዋት ኣበርቲዖም ከምዝጽዕሩ ምስ ኣምባሳደር ሃገረ ኤርትራ ኣብ ደቡብ ኣፍሪቃን ዞባ ደቡባዊ ኣፍሪቃን ኣቶ ሳልሕ ዑመር ኣብ ዘካየድዎ ርክብ ኣረጋጊጾም። ኣብቲ ብ ዓሰርተ ሓሙሽተ ነሓሰ ዝተኻየደ ርክብ ኣምባሳደር ሳልሕ ንተሳተፍቲ ብዛዕባ ውዳበ ኤርትራውያን መንእሰያት ኣብ ውሽጥን ወጻእን ዕላማኡን ውጽኢቱን ኣብ ዝሃቦ ኣስተምህሮ፣ ታሪኽ ኤርትራ ብቐንዱ ታሪኽ መንእሰይ ምዃኑ ብምጥቃስ፣ ሕጂ'ውን ሓቦን ኒሕን ዓጢቑ ሃገር ዝተሓቶ ኩሉ የበርክት ከምዘሎ፣ እዚ ድማ ዘሕብን ኤርትራዊ ክብሪ ከምዝኾነ ኣስሚሩሉ። ኤርትራዊ መንእሰይ ንሃገሩን ህዝቡን ዘፍቅር ኣብ ዝሃለወ ሃልዩ ድማ ኩሉ ግዜ ውፉይ'ዩ ዝበለ ኣምባሳደር ሳልሕ፣ ኣብ ወጻኢ ዝቕመጡ መንእሰያት ንዘጋጥሞም ብድሆታት መኪቶም ከም ወትሩ ሓድነቶም ኣትሪሮም ኣብ ምዕቃብ ልኡላውነት ሃገርን ምድንፋዕ ሃገራዊ መደባትን ዝጻወትዎ ተራ ብምምጓስ መሳርዖም ኣስጢሞም ብንቕሓትን ትዕግስትን ክሰርሑ ኣዘኻኺሩ። ተሳተፍቲ ኣብ መወዳእታ ኣብ ዝተፈላለዩ ዓውድታት ትምህርቲ፣ ባህሊ፣ ስፖርትን ካልእን ብጥርኑፍ ዝካየዱ ንጥፈታት መንእሰያት ንኽሕይል ምስ ማሕበረኮም ኤርትራውያን ነበርቲ ሪፓብሊክ ደቡብ ኣፍሪቃ ብምውህሃድ ኣበርክቶኦም ከዛይዱ ምዃኖም ደጊሞም ኣረጋጊጾም። ኣብቲ ኣጋጣሚ ንንጥፈታቶም እትመርሕ ሓዳስ ኣካየዲት ኣካል ከምዝመረፁ ካብ ቶዮታ ዝበፅሓና ሓበሬታ ኣመልኪቱ። ዝኸበርኩም ተኸታተልትና ዜናታት ውሽጢ ሃገር ኢኹም ክትከታተሉ ጸኒሕኩም ኣህጉራዊ ዜናታት ሒዝናልኩም ክንምለስ ኢና ምክትታልኩም ክትቅጽሉ ብኸብሪ ንዕድም